ራብዓይ ከቢድ ስራሕ ምቕዳም ይበሃል። ብዙሕ ግዜ ብጣዕሚ ዝጨንቀካን ንኽትህወኽ፣ ንኸይትረጋጋእ ዝገብረካ ክትሰርሖ ዝግበኣካ ከቢድ ስራሕ እንተሎ እሞ ምስ ዘይትሰርሖ እዩ። ኣእምሮኻ ንባዕሉ ኣይዓረፈን እዩ ዘሎ። ክትዘናጋዕ ከለኻ እኳ እቲ ስራሕ ስለ ዘይወዳእካዮ ኣይትቐስንን። ስምዒትካ ይርበሽ፣ መንፈስካ ክረግእ ኣይክእልን። ነታ ስራሕ ክሰርሓ እየ ጥራይ ትብል ስለዚ ኩሉ ግዜ ከቢድ ዝብሃል ስራሕ ኣቀዲምካ ስርሓዮ። ብራየን ትሪሲ ዝተባህለ ዓቢ ሞቲቨሽናል ስፒከር ናይ ቢዝነስ ኣማኻርን ኢት ዛት ፍሮግ ኣብ ዝብል መጽሓፍ እንታይ ይብል መሲልኩም ብጣዕሚ ወሳኒ ዝብሃል ከቢድ ስራሕ ኣእሙሮኻ ንጡፍ ከሎ ሓድሽ ከሎ ካብ ወጋሕታ ሰዓት ሓሙሽተ ክሳብ ዓሰርተ ሓደ ንግሆ ሰሪሕካ ወድእ ይብለና ሽዑ ድሕሪኡ ግዜ ዘሎ ንዓኻ ናይ ናጽነት ናይ ሓጎስ ግዜኻ እዩ መንፈስካ ውን ጽቡቕ እዩ ዝኸውን ትራጋጋ ኢኻ ይብለና ስለዚ ብዝተኻእለካ መጠን ከቢድ ዝብሃል ስራሕ ኣቐዲምካ ወድእ ሓምሻይ ዝተረጋግኦ ነገራት ምዝውታር ንስኻ ማለት ደጋጊምካ እትሪኦ ደጋጊምካ እትሰምዖ ደጋጊምካ እትገብሮም እዮም ስለዚ መዓልታዊ እትገብሮም ነገራት ክቅየሩ ኣለዎም እቶም ትጻወቶም ጌም ኩሎም ንክትራጋጋእ ዝገብሩካ ጸወታታት ክኮኑ ኣለዎም ተዘይኮነ እዚ ውግእ ረበሻ ገልታዕታዕ ዘለዎ እተኮይኑ ኣብ ሂወትካ ምርግጋእ ኣይህበካን እዩ ግን ንምሕሳብ ዝሕግዙካ ዘረጋግኡካ ጌማት ምስ ትጻወት ምስትውዓልካ ንባዕሉ እናሰፈሐ እዩ ዝከይድ ንኣብነት ከም በዓል ክሮስዎርድ ፓዝል ቼስ ትጻወት እንተኾይንካ ርግኣት እዮም ዝሓቱ ስለዚ ኣተሓሳስባኻ ይዓቢ። ፊልምታት እኳ ክትርኢ እንከለኻ ዘረጋግኡኻ፣ ዘዘናግዑኻ እምበር እዞም ረበሻ ዘለዎም ወላሓደ ዘይጠቕሙኻ ኣይትርኣይ። ትሰምዖም ደርፍታት፣ እትሪኦም ነገራት ብምሉኦም ኣብ ናትካ ምርግጋእ ወሰንቲ እዮም። እንተኽኢልካ መንፈሳውያን መዝሙራት፣ ምስ ሃይማኖት ዝተተሓሓዙ ክላሲካላት ስማዕ። ንምንታይ እዩ? የሐድሱኻ እዮም። መንፈስካ የሕድሱ እዮም ከም ትረጋጋእ ይገብሩኻ እዮም ኣይትረስእ ኣብ ኣእምሮኻ ዝዘራእካዮ ኣብ ሂወትካ ትዓጽዶ ኢኻ ርግኣት ክትዘርእ ኣለካ ኣዘውቲርካ ርግኣት ዘለዎም ነገራት ምርኣይ ምስማዕ ኣለካ ሻድሻይ ምርግጋእ ተደሊኻ ንጸገማት እትርእየሉ መንገዲ ቀይር ብናትካ መንገዲ ጠራይ ከይድካ ጸገማት ዘይትፈትሓሉ እዋናት ኣሎ። እንታይ ማለት እዩ ንኣብነት ቀጠልያ መነጸር ተጌርካ እትሪኦ ኩሉ ቀጠልያ ኮይኑ እዩ ዝረኣየካ። ርኢኻ ብናትካ መንገዲ ጠራይ ምስ ትሓስብ ንሰባት ንኽትርድኦም ሓደ ሓደ ግዜ ከቢድ እዩ። ስለዚ ኣብ ቦትኦም ኮይንካ ክትሓስብ ኣለካ። እሱ ግን እንታይ ይስምዖ ኸውን? እንታይ ይሓስብ ይኸውን? እንታይ ሓሲቡ እዩ ከምዚ ዝበለኒ ኢልካ ኣብ ቦትኡ ኮይንካ ምስ ትሓስብ ክትረጋጋእ ኢኻ። ቀልጢፍካ ስምዒታዊ ኣይትኸውንን። ቀልጢፍካ ኣይትውስንን። ኣሃ! ከምዚ ዝበለንስ ከምዚ ስለ ዝሓሰበ እዩ ከምዚ ስለ ዝኾነ እዩ ኢኻ ትብል ወላ ጸገማት ተጓኒፍካ ፈጣሪ እኮ ነቲ ጸገም ዝሰደደለይ ንኽመሃረሉ እየ ኢኻ ትብል ዝኾነ ነገር ንኽቕይረለይ እዩ ኢኻ ትብል እምበር ተሃዊኽካ ዘይኮነ ውሳነ ኣይትውስንን ርግኣት እንተደሊኻ ንጸጋማት እትርእየሉ መንገዲ ቀይር ኣብ ቦታ ሰባት ኮይንካ ብዝተፈላለየ መንገዲ ምሕሳብ ፈትን ሻብዓይ ምርግጋእ ተደሊኻ ካብ ናይ ተሌፎንካ ማእሰርቲ ናጻ ውጻእ። እንታይ ማለት እዩ መሲልኩም ተሌፎንኩም ከምቲ ትደልይዎ ጠራይ ጌርኩም ተዘይተጠቂምኩምለን ንሱ እቲ ተሌፎን ባዕሉ ክጥቀመልኩም እዩ ባርይኡ ክገብረኩም እዩ እስከ ንገለ ገለ ሰባት ሕተቱ ብዘይ ተሌፎንካ ንሓንቲ መዓልቲ እንተትሓድር እንታይ ምኾንካ እንተ ትብልዎ እዋእ ዓቅሊ ጽበት እንተ ኾንካ ወደይ ካብዚ ከምዝስ ይሰውረና ሸይጣን ኣይስማዕ ይብሉና ርኢኹም ብዙሕ ግዜ ቴሌፎንና ተዘይ ጸዊዑ ቴክስት ተዘይ መጺና እንተ ዘይተደወለልና ኣብ ናይ ጽምዋን ሓዘንን ስምዒት ንኣቱ ብጣዕሚ ምስ ቴሌፎንና ተጣቢቅና ኣለና ማለት እዩ በቃ ብጣዕሚ ሕማቅ ስምዒት ይስማዓና ሓድሽ ነገር ተዘየለ ማለት እዩ ርኢኹም ውሽጥና ጽግዕተኛ ኮይኑ ኣሎ ምስ ደጋዊ ዓለም ነዚ እዩ ርግኣት ዘይህበና ውዑይ ውዑይ ትብሉ ህውኽ ህውኽ ትብሉ ደጋውያን ነገራት ሂወትኩም ስለ ዝጋላበጦ እዩ ዓለም ምስ ዝጋላበጥ ውሽጥኹም ድማ ይጋላበጥ እቲ ዝሓሸ ንተሌፎንኩም ምስ ትቆጻጸርዋ እዩ ዝተኻእለኩም መጠን ካብ ሰዓት ሓሙሽተ ወጋሕታ ክሳብ ሰዓት ዓሰርተ ሓደ ንጎ ዘሎ ብጣዕሚ ውጽኢታውያን ኣብ ትኾኑሉ ግዜ፣ ንቑሓት ኣብ ዝኾንኩሙሉ ወሳኒ ሰዓት ተሌፎንኩም ኣይትጠቀሙሉ። ብጣዕሚ ኣገዳሲ ተዘይኮይኑ ኣይትደውል፣ ሶሻል ሜድያ ኣይትጠቀም። በቃ ድሕሪ ሰዓት ዓሰርተ ሓደ ዘሎ ግዜ ግን ብተሌፎን ክትገብሮም ዘለካ ነገራት እንተለዉ ግበሮም። ተጠቀሙሉ፣ ተሌፎንኩም በገባብ ክትጥቀሙሉ ትኽእሉ፣ ግን ኣብ ናይ ንጎ ዘሎ እዋናት ተሌፎንኩም ምጥቃም የብልኩምን። ርኢኻ ርግኣት እንተ ደሊኻ ኣብ ከባቢኻ ዘለዉ ግዳማውያን ነገራት ምቁጽጻር ኣለካ። ግዳማውያን ነገራት ተቖጻጺሮምኻ እንተ ኾይንካ ህይወትካ ኣብ ዘይርጉእን ኣብ ዘይኣድማዕነትን ክትነብር ኢኻ። ሻምናይ ዝተለምደ እዩ ርግኣት እንተ ደሊኻ ኣመስግን። እንታይ መሲሉኩም ምስ ነመስግን ዝተገበረልካ ምስ ትሓስብ ስምዒትካ ይረጋጋእ እዩ ናይዛ ዓለም ጸገም ብቀሊሉ ንዓኻ ኣይርብሸካን እዩ ርግእ ትብል ጎደሎኻ ክቆጽሮ እየ እንተልካ እሞ ብጣዕሚ ብዙሕ እዩ ኣብዛ ዓለም እኮ እንታይ ዘይጎደለና ነገር ኣሎ ግን ዝተዋሃበካ ምዝካር ኣለካ ብጣዕሚ መንፈሳውያን ዝኾኑ ሰባት እንተሪእኻዮም ብሃይማኖት ማለት እዩ ኣብ ክርስትና ምስልምና ብጣዕሚ ዝተረጋግኡ መንፈሳውያን ሰባት እዮም ንምንታይ መስለኩም ኣመስገንቲ እዮም ውሽጦም ዝረኣዮም ፈጣሪ ዝገበረሎም ምሕረት እዩ እምበር ዝጎደሎም ነገር ኣይኮነን ዝርእዩ ርግኣት ተደሊኻ ኣመስጋኒ ክትከውን ኣለካ ናይ መወዳእታ ዘረጋግኡኻ ነገራት ፈሊኻ ፍለጦም እንታይ ማለት እዩ መሲልኩም ኩሉ ሰብ ብተመሳሳሊ ነገር ኣይራጋጋእን እዩ ሓደ ሓደ ሰብ ዝራጋጋእ ምስ ሰባት ምስ ዝሕወስ እዩ በቃ ክጻወት ከዕልል ገለ ክብል ከሎ መንፈሱ ርግእ ይብል። ገለ ገሊኦም ሰባት ድማ በይኖም ክኾኑ ይደልዩ ምስ ሰባት ኣይሕወሱን ኣብ ፓርክ ወይ ከኣ ኣብ ገዝኦም ኣትዮም ክረጋግኡ ዝደልዩ። ንስኻ ትፈልጦ ንዓኻ ዝሰርሓልካ መድሃኒት ተጠቀም ርኢኻ ሓደ ሓደ ግዜ ስምዒት ዝህቡኻ ነገራት ዘረጋግኡኻ ነገራት ባዕልኻ ክትፈልጦም ኣለካ። ስራሕ ክትሰርሕ፣ ምስ ሰባት ዘለካ ርክብ ከተቐጽሎ፣ ሰባት ብዝደለይዎ ጥራይ ኣይትኺድ። ከምኡ እንተኾይኑ ስምዒትካ ክርበሽ እዩ። ምርግጋእ እንተደሊኻ፣ ንዓኻ ብዘሐጉስ ቅኑዕ ብትብሎ መንገዲ ኣቐጽሎ። ብናትካ መንገዲ ህይወትካ ወድና። ሽዕኡ ክትረጋጋእ ኢኻ። Live by Design, not by Default ይበሃል። ንስኻ ብናትካ ውጥን እምበር፣ ብሃውሪ ምጉዓዝ የብልካን ይበሃል። ስለዚ ርግኣት ድማ ግዜ ይደሊ። ኣብ ሓንቲ መዓልቲ ዝተረጋግኣ ሰብ ኮይንካ ክትሓድር ኣይትኽእልን ኢኻ ማለት እዩ። መንነትካ ግዜ ዝወስድ ዝህነጽ ነገር እዩ። ምስ ሰባት ዘለካ ርክብ በብመዓልቱ ተዕብዮ። ነዞም ትሽዓተ መፍትሒታት እንተተግቢርካዮም ብዙሕ ነገር ኣብ ህይወትካ ክትቅይር ትኽእል ኢኻ። ዝፈትወኩም ክቡራት ተኻታተልቲ መደበይ ክሳብ መወዳእታ ምሳይ ስለ ዝጸናሕኩም ብልቢ እየ ዘመስግነኩም። ኣብ ዝቕጽል ብኻልእ ትሕዝቶ ክሳብ ንራኸብ ኣኣብ ዘለኹሞ ሰሰናዩ ንዓኹም ሂወትኩም ብንቕሓት ምርሕዋ።